ሰላም ሰላም ዝኸበርኩም ተኸታተልቲ ልቢ ወለድ ዛንታ ነገስቲ ቅንያትኩም ሰላም ዝዓሰሉ ነይሩ ክኸውን እንዳተተስፈኹ ናብ ናይ ሎሚ ዝቕፅል ክፋል ከብለኩም ኣንባቢት ሳሊና ሓጎስ ንግስቲ ዕስራን ሓሙሽተን ክፋል ኣማ እንቋ ሓጎሰኩም ዳይ ትብልዮም እንዲኺ ነቲ ዝተሰብረ ልቢ ኣማ ጎዲኣ ንኽትሕጎስ ሚያ ቀስቀሰታ ብደጊኣ ክንዲ ዝተዋሰት ትዋሳእ ሚያ ብውሽጣ ቀጸለት። ብውሽጣ ግድን ሓዚናን ተቐንዝያን ሓሪራን ኣላ። ኣማ ብዘይ ዝኾነ ቃል ተኺላ ጠመተታ። ካባኽስ እንታይ ክኽጽበ ሓሲበ ጓለይ? ድሕሪ መልሲ ምስኣና ሚያ ቀጸለት። በዚ ንርእስኺ ጥራሕ ዝሓስብ ርእስኺ ንኻልኦት እንቋ ሓጎሰኩም ክትብሊ ከጸግመኪ እዩ። ወላ እኮ ሕጽይቲ ናታ ንበሪ፣ እዚ ግን ሕሉፍ እዩ። ኣብዚ ኢንዳስትሪ ክሳብ ዘለኻ ሓደ መዓልቲ ኩሉ ዘለኪ ክወሰደልኪ ከም ዝኽእል ኣሚንኪ ድልውቲ ክትኮኒ ኣለኪ ኣማ ተረጋጊኣ ሕጾም መዓስ እዮም ወግዓ ክገብርዎ ሓተተት ድሕሪ ውፅኢት ምንጋሩ ሚያ ኣፍ ልባ ነፊሓ መለሰት ዳሓንቱ እቶ ሚያ ኣብዚ ግዜ ኣንበር ኣብ ሚድያታት ሜክሲኮ ዓቢ ኣተኩሮ'ያ ረኺባ ዘላ። ተወሳኺ፣ እቲ ውጽኢቱ ዘይተፈለጠ ናይ መጽሔት ሰክሪት ስእሊ ኣብ ኢንተርነት ዓቢ መካትዒ ጉዳይ'ዩ ኮይኑ ዘሎ። ወላ'ኳ ኣንበር ናይ ወሰን ምዃና ዝውረ ወረታት ኣይጥፋእ፣ ዛንታ ብዛንታ ክትካእ ግን ንቡር'ዩ። እዚ ጀሚሩ ዘሎ ምንቅስቓስ ስማ ናብ ንቡር ኣብ ምምላሱ ዝረኣ ኣስተዋጽኦ ይገብር ኣሎ። ድሮ ገለ ካምፓኒታት ምስኣ ንኽሰርሓ ንግሎባል ሕቶ ኣቕሪበን ኣለዋ። እዚ ማለት ኣምበር ምስ ብሉጻት ዓሰርተ ሞዴላት ናይዚ ዓመት ናይ ምርቋሕ ዕድላ ክሰፍሕ እዩ። ስለዚ እዚ ምዕባለታት ካብ ሃለወ መጽሔት ሰክሪት ብስእሊ ኣምበር ዓቢ ዕዳጋ ክረኽቡ ምዃኖም ርእሰ ተኣማንነት ሚያ ላዕሊ እዩ። ብኹርዓት ንኣማ ጠመተታ። ከምኡ እንተኾይኑ ኣቐዲመ ናይ እንቋዕ ሓጎሰኩም ዕርቡን ኣሕሊፈ ክጸንሕ ኣማ ነታ ኣብ ጥቓኣ ዝነበረ ብኬሪ ሻምፓን ኣልዒላ ንሕጹያት ሓጎሳ ገለጸትሎም እንተኾነ እዞም ቃላት ኣብ እዝኒ ኣምበር ምስ በጽሑ ብልቢ ኮይኖም ኣይተሰምዕዎን ኣማ ንኻልእ ክተዋስኣሉ ኣነን ናታንን ተሓጺና ክትርእይና ድላይ የብልክን ብጣዕሚ ኢኺ እኮ ትጸልእኒ ኣማ ዝሑል ሰሓቕ እናሰሓቐት እንታይ ደኣ ክፈትዎ ክትጸቢኺ ሊንዳ ኣንፈት ትኽትዕ ሕውስውስ በላ ሊዛ ናብኣ ተጸጊዓ ንድሕሪት ናብ ርክብ ኣማ ናታንን ኣንበርን ተመሊሳ ናብቲ ዕላል ሓወሰታ ሊንዳ ብኣግሩመት ንኽልቲኤን ኣባራርያ ጠመተተን ሓቀኔም ብጎረረእን ክተሓናነቓ በለት። ሊንዳ ጨካን ጉዕዞ ናይዚ ኢንዳስትሪ ተለማሚዳቶ'ያ። ዝኾነ ሰብ ንዝኾነ ሰብ ኣብ ቅድሚ ብዙሓት ከዋርዶን ክብለጸሉ ንቡር'ዩ። እንተኾነ እዚ ትሪኦ ዘላ ፍልይ ዝበለን ኣገራምን'ዩ። ዓማ እንታይ ኢላ ከም ትምልስ ንኽትሰምዕ ንኻልኢታት ጠመተታ። እንተኾነ ዘይከም ትጽቢታ ኣይመለሰትን። ሊንዳ ክንዮ ምጥማት ሓሊፋ ግሎባል ባዕሎም ኣለዎ ካብ ምባል ኢዳ ከተእቱ ኣይመረጸትን። ድሕሪ ምሳሕ ኣባላት መጽሔት ሰክሪት ንኣባላት ግሎባል ነቲ ክፍሊ ገዲፎምሎም ነናብ ስራሖም ከዱ። ውፅእ ምስ በሉ ኣንበር ኣመልካቲቶ ኣጻብዕታ ናብ ኣማ እናመልከተትን እናሰሓቐትን ክትዛረብ ጀመረት። ኣብ ውዕላትኪ ገለ መሰላት ስለ ዝተዋሃብክስ ከም ድላይ ክትኾኑ ድዩ መሲሉኪ ነይሩ ሓደ ነገር ክነግረኪ ብዘይ ግሎባል ወላ ሓንቲ ይኮንኩን ግሎባል ክሕግዙኽን ከዕንቑኽን ይኽእሉ እዮም ንዓይ ንምውዳቕ ብዙሕ ሸርሕታት ኣሊምኪ ኢኺ ግን ንመርዓ ኢኺ ቀላጢፍክለይ ናታንን እታ ኮኸብ ዓለም ለኻዊት ሞዴል ናይ ምዃንን ሕልምን ናተይ እዮም ንስኺ ግን ናብቲ ዝነበርክዮ ዕድሚኣ ዝሓለፋ ሞዴል ክትምለሲ ኢኺ። ዳግማይ ዕድል ክትረኽቢ ኢልካ ኣይትሕሰብዮ። ኣማ ርእሳ ብናይ ምስማዕ ምልክት እናነቕነቐት ጽቡቕ ኣለኺ ልዕለይ ኣዝዩ ብሉጽ ተውህቦ ኣለኪ ድሕሪ ውጽኢት መጽሔት ሰክሪት ዝናኺ ክዓቢ እዩ ኣነ ብዘይ ዝኾነ ጥራሕ ክትርፍ እየ ኣማ ስዕረታ ክትቅበልያ ዝብል ትጽቢት ኣይነበራን ኢዳ ክትህብ ምስ ረኣየታ ኣብ ህይወታ ክሳብ ክንድኡ ተሓጒሳ ዘይትፈልጥ ኮይኑ ክሳብ ዝስምዓ ተሓጎሰት። ፍሽኽ እናበለት ንኹነታት ክቀልጢፍ ክትርድዮ ብምኽኣል ክተሓጒሳ ኒውዮርክ ምስ ተመለስና ርሕቀት ክሳብ ዝሓለኺ ናታ ንዓኽ ዝኸውን ስራሕ እንተርእዩ ክህበክ እዩ እንድሕር ደኣ ልዕለይ ክትወፅእ ፈቲንኪ ግን ኣብ ሞያኽን ልዕሌኽን ብእንወስዶ ጨካን ውሳኔ ከይትወቕስና ያኽለነይ ቤብ ኮፍ ኢልና ንዘራረብ። ናታን ንኣምበር ብፍቕራዊ ስምዒት እናጠመተ ድሕሪ ምዝራብ ንኣማ ጠመታ። ኣምበር ዝበለቶ ሰሚዕኺ ኢኺ ሓቀይ? ውፅኢት ምስ ተነገረ የራኽበና። ኣማ ንኽትብገስ ካብቲ ኮፍ ኢላቶ ዝነበረት ተረጋጊኣ ተስአት። እንተኾነ ኣምበር ደው ኣበለታ። መቸም ከም መንጠር እምኒ እናተጠቀምኩልኪ ክትርእይኒ ከም ዘየዋሓጠልኪ ርዱእ እዩ። እንተኾነ ካብ ምውሓጥ ሓሊፍኪ ካልእ ምርጫ ከም ዘይብልኪ ከርእየኪ እየ። ኣማን ኣንበር ብገዛእ ርእሳ ተኣማሚና ዓው ኢላ ክትዛረብ ምስ ሰምዐት ናይ ንዕቐት ክምስቲ ኣርእየታ ንክትብገስ ኣንፈታ ናብ ማዕጾ ጌራ ቅድሚ ስጉምቲ ምጅማራ ጉዕዘይ ጸርፍኹም ንክሰምዕ ብምንባሩ ግዜ ብኾንታ ኣባኺነዮ ትዕግስትኺ ካብ ወዳኺ እንተጸቢኺ ተፍርዮ ክሳብ ዘይብልክን ንኒውዮርክ ሓሊፍኪ ዘይትጸንሕና ሸፋሽፍቲ ኣዒንቱ ክብስ ኣቢሉ ናታን ተዛረበ። ደስ እንዳበለን እምበር ስጉምታ ጀመረት። ሊዛን ኣሽልን ካብ ዝነበረኦ ተሲኤን ደድሕሪኣ ሰዓባ። ንሕጾም ኣብ ቅድሚያን ኣብ ቅድሚ ካልኦትን ወግዓውነት ስለ ዘልበስዎ ልበኣማ ተጎዲኡ እዩ። ናይቲ ጽፍዒት ስምብራት ኣብ ቆርበታ ንኸይረኣያ ቀልጢፋ ሃዲማ። ኣምበርን ናታንን ንተግባር ኣምበር በብውሽጦም ተንተንዎን ተሓጎሱን። ድሕሪ ናይ ሰክሪት ውጽኢት ምንጋሩ ደጊማ ኣማ ስግኣት ኣይክትኮኖምን እያ። ናታን ኣብ ኢዱ ዓሚኹ ድላዩ ክገብራ እዩ። ኣምበር ካብ ሕጂ ብዛዕባ ኣማ ክትጭነቅ ከም ዘይብላ ተኣማመነት። ናብ ካልኦት ብሉጻት ሞዴላት ከተድህብ ኣለዋ። ደጊማ ሞዴል ኣብ ዘይትኸውን ሰብ ጸዓታ ተጥፍኣሉ ምኽንያት የብላን። ናታንን ኣምበርን ሚያን ድሕሪ ኣማ ምኻዳ ኣብቲ ክፍሊ በይኖም ተረፉ። ሚያ ሕቖኣ ኣብ ኩርሲ እናደገፈት ብዘይ በሰላ ዝኾና መዘከርታ ካብዚ ዓዲ ክትፍኖ የብላን። ገለ መግለጺ ውጽእ ከምዚ ኣለካ ምሽ ኣሞ ኣብ ሜክሲኮ ድሕሪ ሕማቓ ሰዓራ ምስዓራ ጭሮ ኣደጒላ ሃዲማ ዝዓይነቱ ሚያ ብዛዕብኡ ኣይትሻቐሊ እንታይ ከም ዝገብር ተረዲኡኒ ኣሎ። ናታን ቅልጽሙ ናብ ኣምበር እናሰደደ ተዛረበ። ኩሉ እቲ ፍጻሜ ዘስሕቕ እዩ። ኣማ ድሕሪ ምኻዳ ብኸመይ የዕንውዎ እዮም ዝማኸሩ ነይሮም። ዝኾነ ስነ ጥበበኛ ኣብ ብኸምዚኦም ዓይነት ሰባት ተመሓደር ትካል ክህሉ ድላይ ዘለዎ የለን። ኣማ ካብቲ ዝኣተወቶ ሬስቶራንት ምስ ብጾታ ርእሳ ኣቕኒዓ ትወጽእ ነበረት። ኣብ ኣፍ ደገ እቲ ሆቴል ተሓጋጋዚት ሊንዳ ንኣማን ኣሽልን ሊዛን ናብ ቤት ጽሕፈት መጽሔት ሰክሪት ንኽትዕድመን ትጽበየን ጸንሐት። ኣብቲ ቤት ጽሕፈት ሊንዳ ምስ በጽሓ ሊንዳ ገለ ናይ ውዕሎ ወረቓቕቲ ኣውጽኣ ንኣማ ሃበታ። ኣነን ፎቶግራፈርን ናብ ዓበይቲ ናይ ንግዲ ትካላት ገለ ካብቲ ብሉጽ ዝተሳእልክዮ ስእልታት ሓሪና ሰዲድናሎም ነይርና። ዘረባኣ ቀጸለት። ንስእሊ ከም ምስ ረኣይዎ ንእለቱ ኣብ ልዕሌኺ ተገዳስነት ኣሕዲሮም ኣለዉ። ኣብ መንጎኦም ሓንቲ ዓባይ ፈረንሳዊት ናይ መማላኽዒ ካምፓኒ ኣላ። ናይ ሰሜን ኣሜሪካ ኣፈኛ ትካሎም ንክትኮኒ ሓሪሙኺ ኣለዉ። ከም መበገሲ፣ ናይ መጀመርያ ፍርያቶም ኣብ ሰሜን ኣሜሪካ ኣብ መጽሔት ሰክሪት ንኸተላልዩሎም ደልዮም። ትካልኪ እንታይ ዓይነት ኣተሓሕዛ ይሕዙ ክርኢናዮም ኣለና። ግን ተውህቦኺ እኮ እንትኽባኽን ኣይንደሊን ኢና። ንሕጂ ከም ምስጢር ክንሕዞ ኢና። ድሕሪ ናይቲ ስእሊ ውጽኢት ንህዝቢ ግልጺ ምዃኑ ግና እቲ ሓድሽ ውዕል ናብ ህዝቢ ቃልዕ ክንገብሮ ኢና። ኣማ ነቲ ኣብ ኢዳ ዝነበረ ሓበሬታ ረኣየቶ። ኣይኤስኤን ዝብል ስም ካምፓኒ ምስ ረኣየት ኣዒንታ ፈጠጡ። ኣይኤስኤን ናይ ልዕሊ ሚእቲ ዓመት ነውሓት ዕድመ ዘለዎ ሓደ ካብ ብቐዳምነት ዝለዓሉ ዓበይቲ ካምፓኒታት ፈረንሳ እዩ። ቅድሚ ሕጂ ምስ ናይ ኣሜሪካ ዕዳጋታት ዝኾነ ምትእስሳር ኣይነበሮን። ዋው ከመይ ዝበለ ዘሐጉስ ኣጋጣሚ እዩ! ኣማ ብውሽጣ ተዛረበት። ንሊንዳ ጠመተታ። ኣብ ልዕለይ ማዕረ ክንዶ እምነት ኣለኪ? ኣነን ንስኽን ክትገብርየ ከም ትኽእሊ ብውሽጥና ንኣምን ኢና። ብዛዕባኺ ዝምስጠኒ ነገር ትፈልጢ ዶ? ሊንዳ ፍሽኽ እናበለት ንተመስጦ ኣቃልዕ ገበረቶ። ህዱእን ተፈታውን ተፈጥሮ ኣለኪ ትዕግስትኺ ክትውድኢ ወይ ክትዕበይ ኣይራኹን ሞዴል ንክትኮኒ ኢኺ ተወሊድኪ ሓደ መዓልቲ ብልፅቲ ሞዴል ከም ትኾነ ኣይጠራጠርን እየ ኣብ ፍርደይን ኣብ ልዕሌኽን እምነት ኣለኒ ነዚ ዝሰመዐት ሊዛ ከተጣቕዕ ጀመረት ብሓጎስ ዝኣክል ወጭጭ ወጭጭ ይመፃ ኣምበር ነዚ ምስ ስምዐት መሞን ከጸግሞ እዩ ብውሽጣ ሓሰበት ንስምዖም ንኸተኽፍእ ዘይኣለሞቶ የብላን ክሳብ ኣብ ሓደ ነውራምን ሕሱርን ትካል ውዕል ንክትኣቱ ኣገዲዳታ ኣማ ግን ንኹሉ ሰጊራ ኣፈኛኣ ኤሲኤን ኮይና ኣምበር ነዚ ምስ ረኣየት እንታይ ከም ትገብር እንድዕላ እዩ ሊንዳ ዘረባ ቀጸለት ድሕሪ ጽባሕ ብዛዕባ እቲ ውዕል ዓሚቕ ዝርርብ ንክትገብሪ ምሳይ ኤሲኤን ሚስጥራዊ ርክብ ክሰርዓልክ እየ ዝተረፈ ብኸመይ ክንሕዞ ኢና ድሕሪኡ ክንዘራረብ ኢና የቐኒየለይ ሊንዳ ኣማ ተሲኣ ንሰላምታ ኢዳ ሰደደትላ። ምስጋና ኣየድልየንን እዩ፣ ይሕግዘኪ ጥራሕ ኣይኮንኩን ዘለኹ፣ ሓድሕድና ኢና ንተሓጋገዝ ዘለና። ሊንዳ ተሲኣ ብፍሕሹው ገጽ ሓቖፈታ። ብቓላት ሚያ ዘይምትላላ ተሓጎሰት። ምስ ሓንቲ ፍልይቲ ሞዴል ናይ ምስራሕ ዕድላ መምለጣ ነይሩ። ሓንሳእ ስለ ቃል ዘውጽአት እሞ ንግዚኡ ክብራ ንኸይትንከፍ ፈሪሓ ነዚ ዳግማይ ንመጽሔት ሰክሪት ከተንስእ ዝኽእል ዕድል ዘይምርጋጻ መሊሱ ኣሐጎሳ። ኣማ ፍሽኽ እናበለት ነቲ ናይ ውዕል ሰነዳት ኣብ ቦርሳኣ ኣእትያ ካብቲ ቤት ጽሕፈት ወጸት። ናብ መኪና እናኸዳ ኣሽሊ ንኣማ ብድሕሪኣ እናጠመተት ተመሰጠት። ኣብ ጉዕዞኣ ብዙሕ ከም ዘጋጥማ ትፈልጥ እያ፣ እንተኾነ ኢድ ኣይሃበትን። ፍረ ትዕግስታ ዝግብኣ ፍረ ረኺባትሉ ነዚ ዓወት ገዛ ኺድና ብሻምፓን ከነፀምብሎ ኣለና ከም ቆልዓ ፍሽኽ እናበለት ሊዛ ተፈሰሐት ናታንን ኣንበርን ምስ ሰምዑ ብሕርቃን ክትኮስ እዮም ኣማ ከምቲ ዝመደብናዮ ንኒውዮርክ ኣይክንምለስ ኢና ማለት ድዩ ኣሽለ ሓተተት። ይመስለኒ ኣማ መለሰት። ሚያ ደኣ ተስፋ ክትቆርጽ እያ ኣይኮነን ካብቲ ቀንዲ ዝመደብናዮ ዝበዝሕ ግዜ ክንጸንሕ ቅድሚ ቅድሚ ውፅኢት ምፍላጥና ክንምለስ እዩ ትፅቢታ ነይሩ እቲ ዘገርም ንፍሹል ጉዕዘይ ናይ ኣቐዲመ ምምላሰይን ዘመልክት ከመይ ዝበለ ዜና ኣዳልያ ነይራ ትኸውን እያ ምናልባት እንተዘይተጋግየ ኣንበር ግን በንጻሩ ትሕጎስ ኮይኑ እዩ ዝስማዕኒ ምክንያቱ ውርደተይ ብቐጥታ ኣብ ገጸ እያ ክትሪኦ ትደሊ ኣማ ከም ከብዲ ኢልያ ንውሽጦምን ደጊኦምን ኣጽኒዓቶም ኣሽሊ ፍሽኽ በለት ከምኡ እንተኾይኑ መታን ሓቢርና እቲ ውፅኢት ክንሪኦ ከምዘይ ንምለስ ደው ኢለ ከሕብሮም እየ ኣማ ርእሳ ነቕነቐት ኣሽሊ ስፍሕ ዝበለ ናይ ኤኤስኤን ድሕረ ባይታኦምን ምሕደራኦምን ከመይ ባጽንዕለይ ንሰሓብነቶም ከረጋግጾ ደልየ ኣለኹ ምርጫኺ ጽቡቕ እዩ ዘሎ ኣሽሊ ተዛረበት እንተኾነ ነቲ ኣጽኒዐ ዝረኸብኩዎ ሓበሬታ ክህበክ እየ ምስ ኩሉ ዝኸይድ ዝነበረ ሓርጎጽጎጻት ምስ ኣሽሊ ዘለዋ ርክብ መዓልታዊ እናዓበየ ዝኸይድ ዘሎ ኮይኑ ተሰማዓ ከም ውጽኢቱ ኣብ ልዕሊኣ ዘለዎ እምነት እናወሰኸ ክኸይድ ጀሚሩ በቲ ካልእ ወላ ኮሊዛ ብቕዓት ይሃልዋ በቲ ዘይበሰለ ኣተሓሳስባኣ ግን ተሓጋጋዚት ንክትከውን ዝሓሸ ኮይኑ ተሰማዓ ንኣማ ኮፍ መበሊ መኪና ከም ቀደሙ ክምችኣ ስለ ዘይከኣለ ካብ ናብ ኣንፈት ኮፍ ኣበሃህላኣ ምቅያር ኣይቋረጸትን። ነዚ ዘስተውዓለት ሊዛ ሸፋሽፍታ ከቢሳ ከምዚ ንእሽቶ ዝቑሰልኪ ኮይኑ ይስማዕኪ ኣሎ ድዩ? ሓተተታ። እወ ኣማ ተገሪሃ መለሰት። ኣእጋርኪ ደኺሞም ክለዉ ሓቀይ? ኣማ ርእሳ ኣቕኒዓ ንሊዛ ምስ ጠመተታ ትላገጸላ ከም ዘላ ተረድኣ። ሚሲስ ሮበርት እንታይ ዘሕፍር ኣሎ ድዩ ሊዛ ፍሽኽ በለት ኣብ ማእቲ ናይ ቅድሚኡ ለይቲ ጥምጥም ተራእያ ጥምጥም ምስቲ ቅርጹ ዝሓለወ ኣካላት ኤሪክ እቲ ህዱእ ሓይሉ እቲ ዓሚቕን ዝሑሉን ድምፁ ከምኡ እውን እተን ልባ ዘጥፍኣላ ተኣምራታውያን ኣእዳዉ ካብ ዝፈላለዩ ሰዓታት ጥራሕ ገይሮም ክንሶም ድሮ ክትናፍቆ ጀሚራ እዘን ዝስዕባ ክልተ መዓልቲ መደብ ካብ ዘይብልክዳ ንሰብኣይ ካስንዮ እምበር ሊዛ ተዛረበት ኣማ ነዚ ሰባኺ ኣይትደልየሉን እያ ግድን እምበር ገጻ ካብ ዝነበሮ ቀየሐ ገጽ ናታን ብቁጣ ዕበርበረ መሰለ ኣሽሊ ደዊላ ኣማ ኣብቲ ዝመደበቶ ግዜ ከም ዘይትምለስ እያ ሓቢራቶ። ድሮ ንሜድያታት ዝኸውን ዓምዲ ኣዳልዩ እዩ ነይሩ። እንተኾነ ዘይተሓሰበ ንዘይተወሰነ ግዜ ኣብ ሜክሲኮ ንክትጸንሕ ወሲና ኣምበር ሓቆፈቶ። ናታን ኩላትና ሓቢርና ነቲ ውፅኢት ባሓር እንተተጸቢና ጽቡቕ ኣጋጣሚ እዩ። እናተዓወትኩ ጓህያኣ ኣብ ገጻ ክሪኦ ደልየ ኣለኹ። ክሳብ ሕጂ ብዙሕ እንድያ ተሳቕያ ዘላ ግን ከኣ እኹል ኣይኮነን። ግን ኣብ መጻኢኣ እውን ንኸነባሳጭዋ ብዙሕ ዕድላት ክህልወና እዩ ኣነ እኮ ንዓኺ ንኽጥዕመኪ እየ ክትምለስ ደለያ ሓሳብካ ተረዲእኑ እንድዩ ንሕጂ ግን ብዛዕባኡ ይኣኽለና ብዘይብኡ ሕፀና እኮ እናቐረበ እዩ መፀፀፅ እናበለት መለሰትሉ ምስ ኣፀናናዓቶ ተረጋግአ እንታይ ከኣትወና ኣማ ባዕላ ንነብሳ ከተዋርድ ክትጽበ ካብ ወሰነት ጉዳይ ኣይኮነን ናይቲ ዝመጻ ሳዕቤን ተሓታቲት ባዕላ እያ ብውሽጡ ሓሰበ ናታንን ኣምበርን ሓቢሮም እናተሓጎሱ ከለዉ ኣማ ነቲ ዝተዳለወላ ውዕል ንክትዘራረበሉ ምስ ኣይኤስኤን ብምስጢር ትራኸብ ነበረት። ክልቲኦም ኣካላት ንኣጋባብ ትሕዝቶ ውዕሎም ዝምልከት ብቕልጡፍ ኣብ ስምምዕ በጽሑን ተፈራረሙን። ኣማ እናፈረመት ላዕለዎት ትካላት ግሎባል ነዚ ዓይነት ውዕል ኖኖ ዝብሉሉ ምክንያት ፈጺሙ የብሎምን ኢላ ሓሰበት። ደጊም ጫፍ መዓልታት ትንሣኤ ነዊሕ ኣይክኸውንን እዩ። ናብ ናይ ሕቡራት መንግስትታት ኣሜሪካ ኩነታት ምስ ንምለስ ሓድሽ ሕታም ናይ መጽሔ ሰክሪት ውዑይ ዜና ኮይኑ ነበረ ገለ ካብ ዝደጋገም ዕላላት ስምዑ ዶ ጀምዓ ሓድሽ ሕታም ናይ ሰክሪት ርኢኹሞ ዶ ዋው ኣታ ከምይ ዝበሎ ምህነን ቆልዓ ዳኣላ ነቲ ቀዳማይ ገጽ መጽሔቶም ሸፊናቶ ዘላ ንክገርመኩም ከ ካልእ መጽሔት ክገዝእ ኢለየ ከይደ ነይረ ናይ ሴክሪት ቀዳማይ ገጽ ምስ ረኣኽዎ ግን ዓይነይ ከሓሴደ ዓይኒ ከንታይ ዝረራ እንዲ ገይረያ ተጸሊልኩም ዲኹም ሰክሪት እኮ ዝኾነ ጽቡቕ ስራሕ ካብ ዘይሰርሑ ዓመታት እዮም ገይሮም ናይ ፋሽን ከኣ እሞ ኣፍልጦ ዝበሃል የብሎምን ኣታ እንታይ እዩ ዝብል ዘሎ ንስኻ ደኣ ዘየለኻ ከመይ ውዱእ ስራሕ ድዮም ሰሪሖም ዘለዉ ወላዲተ ይብለካ ኣለኹ ከይገዛእኽያ እንተ ተወዲኣ ክትጣዓስ ኢኻ መጽሔት ናይ ሰክሬት ካብ ናይ ድኳናት መሸጢ ከብሕታት መንገብገብ ኣውፂኡ ክበርር ጀመረ ኣብ ዝሓለፈ ዓመታት ዝነበሮም ዓብዪ ጽልዋ ኣብ ፋሽን ጠፊኡ እዩ ነይሩ ዘጃህር መሸጣ ኣይነበሮምን እንተ ናይ ሕጂ ሕታሞም ግን ዝተፈለየ እዩ ኮይንዎም ገበራ ብጸሊምን ጻዕዳን ስእሊ ዝተሸፈነት መጽሔት ኣብ መንጎ ብዙሓት መጽሔታት ጎሊሓ ተራእየት በቲ ከባቢኣ ዝሓልፍ ሰብ ብውሕዱ ንኻልኤታት ንኽርእያ ደው ዘይብል ኣይነበረን። ድሕሪ ናይ ሰለስተ መዓልቲ መሸጣ ዓበይቲ ናይ መጽሔታት ሸርሸርቲ ትካላት ንሰክሪት ዳግማይ ንኸሕትምዎ ጠለባቶም ኣቕረቡ። ብዙሕ ቅዳሓት ኣብ ኢዶም ክሕዙ ደለዩ። ምኽንያቱ እዛ መጽሔት ኣብ ከብሕታቶም ኣብ ቅድሚት ክትህሉ ጉባኣ ኮይኑ ስለ ዝተሰምዖም ኣቐዲሞም ካብ መጽሔት ሰክሪት ብዙሕ ትጽቢት ዘይነበሮም እሞ ውዕል ዘይነበሮም ብውሳኔኦም ተጠዓሱ። ካልእ ናይታ ነዛ መጽሔት ኣብ ዕዳጋ ተባሃጊት ዝገበረት ሄዋን ስማ ኣብ ኢንተርነት ተጠዋቒ ኾነ። ሃንደበት እውን ምስቶም ብዝለዓለ ተርታ ኣብ ኢንተርነት ብተደጋጋሚ ድልያ ዝግበረሎም ዝነበሩ ሰባት ኮነት። ገለ ካብቲ መድለይ ዝጥቀሙሉ ዝነበሩ ናይ ሰክሪት ገበር ዝሸፈነት ሞዴል፣ ናይ መጽሔት ሰክሪት ስእሊ፣ መልክዓማ ኣብ ሰክሪትን መጽሔትን ወዘተ በቲ ዝረኸብዎ ዓብዪ ናይ ዕዳጋ መሸጣ ሰክሪት ብዘደንቕ ኣገባብ ናብ ናይ ቀደም ክብራ ተመለሰት። ኣብዚ ኢንዳስትሪ ካብ ነቕፌታ ተሰኪፎም ህለወ ሰክሪት ኣድህቦ ክገብሩሉ ዘይደልዩ ዝነበሩ ሰባት ሕጂ ሓሳቦም ቀየሩ። ኣብ ሰለስተ መዓልታት ብዙሕ ናይ መጽሔታት ክብረ ወሰን ተሰብረ። በዛ ሓንቲ ሕታም ጥራሕ ኣብ ፋሽን ኢንዳስትሪ ተፈታዊት ኮነት። ኣብ መወዳእትኡ ሰክሪት ተዓዊቶም ኣብ በረሓ ሰበት ነዚ ክውን ዝገበረት ሰብ እታ ኣብ ቀዳማይ ገጽ መጽሔቶም ዘለያ ስለዚ ኣፍልጦ ክወሃባ ግቡእ እዩ እቶም ንናይዚ ዓመት ብሉጻት ዓሰርተ ሞዴላት ዝፈርዱ ደያኑ ነዚ ኣብ ግምት ከእትውዎ ተተስፈወት እንተኾነ ሚያ ኣብ ብዙሕ ዌብሳይታት ጠዋዊቓ ስምኣ እምበር ጎኒ ጎኒ መጽሔት ሰክሪት ክትረኽቦ ኣይከኣለትን ኩሉ ሰብ ብዛዕባ ኣማ እንተዘይኮይኑ ብዛዕባ ኣንበር ዝዛረብ ወይ ዝጽሕፍ ኣይነበረን ቅድሚ ሕጂ ዝኾነት ኣብ ገበር መጽሔት ምስላ ተራእዩ ጠቕሊላ ሸለል ተባሂላ ትፈልጥ ሞዴል ኣይትዝክርን እያ
ክቡራት ተኸታተልቲ መደብና ሳብስክራይብ ላይክ ሼር ኮመንት ብምግባር ከተተባብዑና ከዘክረኩም እፈቱ። ክቡራት ተኸታተልቲ ስለ ምክትታልኩም ኣዝየ እንዳመስገንኩ ኣብ ዝቕጽል ክፋል የራኽበና። ሰላም ወሰናይ